ሰላም ሰላም ደቂ ዓዲ ኣብ ዘለኹሞ ሰላም ቅንኹም ትኩኑ ተስፋ ይገብር ምሳኹም ዘለኹ ማእከል እየ ካብ ቫንኮቨር I hope everyone uh, ኣብ ዘለኹሞ ሰላም ቅንኹም ትኩኑ ተስፋ ይገብር ኣነ እግዚኣብሔር መስገን ጽቡቅ ኣለኹም ሄይ ልስን መቸም ኮንፊደንስ ወይ ድማ ርእሲ ተኣማንነት ክህልወና ዘየደሊ ሰብ የለን ማለት ኩሉ ሰብ ርእሲ ተኣማንነት ክህልዎ ኣዝዩ ተሰማዒ ሰብ ክኸውን ኣዝዩ ምስ ሰባት ዘለዎ ክብሮት ኣብ ዝኾነ ቦታ ከይዱ ኮምፎርትብል ወይ ድማ ምቹእነት ክስምዖ ኣብ ዝኸዶ ኣኼባ ከይዱ ብግቡእ ክዛረብ ዝደሊ፣ ሓሳቡ ጠርኒፉ ክዛረብ ዝደሊ፣ እዚ ተኣማነት ዘለዎ ሰብ መቸም ሓላፊ ክኸውን ድዩ፣ ኣብ ስርሑ ድዩ፣ ኣብ ቢዝነሱ ድዩ፣ ኣብ ኩሉ ነገር ዕዉት ሰብ እዩ ዝኸውን መብዛሕትኡ ግዜ ማለት እዩ። ርእሰ ተኣማንነት ኣዝዩ ኣብ ህይወትና ሓደ ካብቲኦም ወይ ድማ ንኽንዕወት ንኽውን፣ ንኽንነብር ንኽውን፣ ክንከውን ድዩ፣ ሕጉሳት ንኽንከውን ድዩ፣ ካብቲኦም ቀንዲ ዳርጋ ረቋሒታት ዘድልዩናዮም እንተበልካ ምግናን ኣይኮነን ማለት እዩ። እንታይ ይብሉ ዓረብ ታህዲድ ንፍሰል ዓመል ይብሉ ማለት እዩ። ልክዕ ታህዲድ ንፍሰል ዓመል ርእሰ ተኣማንነት ብምህላውካ ከኣ ብዙሕ ነገራት ኣብ ሂወት እትረኽቦም ነገራት ወይ ድማ ሓለፋ ትገሮ እትረኽቦም ካብ ካልእ ሰባት ኣለዉኻ ማለት እዩ። እምበኣር ከ ርእስ ተኣማንነት ክሳብ ክንድዚ እንድሕር ሓለፋ ዘውህበካ ኸይኑ፣ ርእስ ተኣማንነት ናብ ልዓሊ ደረጃ ክትበጽሕ ዝሕግዘካ እንድሕር ከይኑ፣ ርእስ ተኣማንነት ምስ ደቅኻን ስድራ ቤትካን፣ በዓል ቤትካ፣ በዓልቲ ቤትኪ ወይ በዓል ቤትኪ ክትረዳዳእ ዝሕግዘካ እንድሕር ከይኑ፣ ርእስ ተኣማንነት ኣብ ስራሕኻ፣ ርእስ ተኣማንነት ምስ ዝኾነ ሰብ ኣብ መገዲ ረኺብካሲ ጽቡቕ ነገር ፊል ንኽስምዖ እትገብሮን ዝገብረካን እንድሕር ከይኑሲ፣ ኣገዳስነቱ ክሳብ ክንዲ ዝንሑር ከይኑ እሞ እንታይ ከይና ድኣ ርእሰ ተኣማንነት ዘይንገብር እሞ ስለምንታይ ድኣ ኩሉ ሰብ ርእሰ ተኣማንነት ዘይብሉ ክትብሉ ትኽእሉ ኢኹም ማለት እዩ ኣብዚ ሓደ ካብቲ ዝዓበየ ጸገማት እንታይ እንተልኩምኒ ኩሉ ሰብ ሓደ መዓልቲ ኣብ ህይወቱ ርእሰ ተኣማንነት ነይርዎ እዩ ማለት እዩ እንተኾነ ግን እንዳዓበየ ክኸይድ ከሎ መቸም ሓደ ወዲ ክልተ ዓመት ቆልዓ ርእሰ ተኣማንነት ዘይብሉ ቆልዓ የለን ማለት እዩ ወዲ ክልተ ዓመት ቆልዓ ድላዩ ይዛረብ ድላዩ ይሓትት ድላዩ ይኸይድ ከም ድላዩ ይኸይድ ከም ድላዩ ይዛወር ማለት እዩ ምስ ኣዕበኻ ግን ዋላ ኣብቲኣ ክትሸይን እናደለኻ ከለኻ ብሰንኪ ስክፍታ ብሰንኪ ርእስ ተኣማንነት ዘይምህላው ካይ ከድካ እውን ትም ክትብል ትኽእል ኢኻ ማለት እዩ እዚ ካበይ ድመፀ እዩ እቲ ተዓብየሉ ኣተዓባብያ ወይ ድማ ማሕበረሰብ ድዩ ቤት ትምህርቲ ድዩ ቤት እምነት ድዩ ኮታ እዚኦም ቢልድ ብዝገበሩካ መገዲ ርእስ ተኣማንነትካ እናጎደለ እናጎደለ እናጎደለ ካብ ርእሰ ምተኣማንነትካ ድልዱል ዝነበረ ናብ ዝተሓተ ደረጃ ትወርድ ማለት እዩ ድሕሪኡ ዓቢ ምስ ኮንካ ርእስ ተኣማንነት ዘይብልካ ትኸውን ርእስኻ እናድነካ ከዓ ትኸይድ ማለት እዩ እምበኣር ነዚ ክሕግዘና ዝኽእል ጽቡቕ ነገር ርእሰ-ተኣማንነት ክዓቢ ዝኽእል እዩ። ጽቡቕ ነገር ርእሰ-ተኣማንነት ምሳኻ ዝውለድ ነገር ኣይኮነን። ጽቡቕ ነገር ርእሰ-ተኣማንነት ዝኾነ ይኹን ሰብ ብዘየገድስ ኣብ ምንታይ ዓውዲ ኣለኻ፣ ኣብ ምንታይ ደረጃ ኣለኻ ብዘየገድስ ሎማዓንቲ ሓደ ኢልካ ተበጊስካ ክትዕብየሉ ትኽእል ነገር እዩ ከምኣት እዩ። እዚኦም ኩሎም ትርእይዎም ኣብ ሾሻል ሚድያ ኣውጺኦም ዝዛረቡ ኣብ ኣሽሓት ቦታታት ከይዶም ዝዛረቡ ኣብ መደረ ዝህቡ ወይ ኣብ መሪሕነት መጺኦም ዝዛረቡ እዚኦም ኩሎም do you think ከምኡ ኢሎም ተወሊዶም? No no። ብዙሕ ሰብ ሕጂ ጌጋ ርድኢት ኣብ ዘለዎ እንታይ ዝብል መብዛሕትኡ ሰብ ኦ ርእሰ ተኣማንነት ምሳኻ እዩ ዝውለድ በቃ እዚ ሰብ እዚ ካብ ቀደሙ በሊሕ ነይሩ እዚ ሰብ እዚ በሊሕ ተወሊዱ እዚ ሰብ እዚ ተውህብኡ ከምዚ ነንን ኣይኮነን ሶ ምናልባት እቲኦም ከምኡ ዘለዎም ሰባት ሓደ ፐርሰንት ክኾኑ ክእሉ ግን ርእሰ ተኣማንነት ይኹን ናይ ምዘራብ ክእለትካ ይኹን ምስ ሰባት ዘለካ ምቅርራብ ይኹን እዚ ስኪል እዩ

So ቁፅሪ ሓደ ስሞል ኣቺቫብል ጎል ሶ ቁፅሪ ሓደ ስሞል ኣቺቫብል ጎል እንታይ ማለት እዩ ንኣሽቱ ሸቶታት ክትወቕዖም ትኽእል ሸቶታት ምስራዕ ማለት እዩ እዚ ማለት ንኣብነት ሎማ ዓንቲ ከይድካ ገዛ ሓንቲ ሓንቲ ፔጅ ናይ ሓንቲ መፅሓፍ ከንብብ እንትልካ ኪድ ወዲ ኢኻ ኣንቢብካ ኣቐምጣ ሓንቲ ፔጅ ኣቐምጣ ሎማ ዓንቲ ከይዳ ሓንቲ ፑሽኣፕ ክገብር እንትልካ ሓንቲ ፑሽኣፕ ጌርካ ወዳ እያ ሎማዓንቲ ሓንቲ ከምዚኣ ገብር እንተልካ ጎዳእ እያ ሎማዓንቲ ክትገብሮ ዘለካ ነገራት ሓንቲ ነገር ግበራ the more ንኣሽ ነገራት እንዳዓወትካ እንዳተዓወትካ ዝመጽኻ the more ንኣሽ ነገራት ኣቺቭ እናገበርካዮም ድሕር መጺኻ the more ንኣሽቱ ነገራት እንዳዓየኻዮም ድሕር መጺኻ እቶም ዓበይቲ ነገራት ኣብ ኔ ኮይኖም እናተሓጎሱ ጽበየኻዮም ማለት ክትገብሮም ማለት ምክንያቱ እቶም ንኣሽቱ ድሕር ወዲእኻዮም እቶም ዓበይቲ ደድሕሪኦም ስለ ዝስርዑ ማለት እዩ ስለዚ ንኣሽቱ ነገራት ዝመስሉና ንዓና እንድሕር ንዕኦም ኣቺቭ ገርናዮም ንኣብነት ንግሆ ተሲእኻ ዓራትካ ምንጻፍ ድዩ ንግሆ ተሲእኻ ብራሽ ገርካ ገጽካ ጽቡቅ ገርካ ጽበቦቅ ኢልካ ምውጻእ ድዩ ንግሆ ተሲእኻ ሓሙሽተ ፖሽ ኣብ ክኸውን ይኽእል ንግሆ ተሲእኻ ሓሙሽተ ደቂቅ ምንባብ ክኸውን ይኽእል ኮታ ንኣሽቱ ነገራት ግን ከኣ ኣብ ሂወትና ኣዝዮም ወሰንቲ ዝኾኑ ነገራት ኣለዉ ማለት እዩ ንዚኦም ንኣሽቱ ነገራት እንድሕር እንዳ ገበርናዮም እንድሕር ኬና ወይ ድማ እንዳ ዓየናዮም እንድሕር ኬና ርእሰ ተኣማንነትና ክብ እናበለ ይኸይድ ማለት እዩ ደሞ ርእሰ ተኣማንነትካ ክብ ዝበለ ከኣ ኢትስ ሞመንተም እኮ ክብ ምስ በለ ሓንሳብ ኣይወርድን እዩ ድሕሪኡ እንዳወሰካ ኢኻ ትኸይድ እንዳወሰካ ልክዕ ከምዚ እንታይ ዝበሃል እዚ ሞንስተር እናወሰካ ኢኻ ትኸይድ ማለት ስለዚ ንኣሽቱ ነገራት ኣችቫብል ዝኾኑ ጎል ምስራዕ ሓደ ካብቲ ቀንዲ ንርእስ ተኣማንነትና ከዕቢ ዝገብሩና እዮም ማለት እዩ ካልኣይ ፕራክቲስ ፖዘቲቭ ሰልፍ ቶክ ማለት እዩ እዚኣ ኣዝያ ኣዝያ ኣገዳሲት እያ ንገዛእ ርእስኻ ኣወንታዊ ዝኾነ ዘረባ ምዝራብ ማለት እዩ እስከ ሎማዓንቲ ቻለንጅ ክበኩም እየ ሎማዓንቲ ገጽኩም ውላዕ ኣቢልኩም ከም ዝገርኩም ቪድዮ ካሜራ ጌርኩም ናባኹም እንዳረኣኹም ተዛረቡ እስከ ቪድዮ ናባኹም ውልዕዋ ስክሪን ፌስ መጎርዎ ተዛረቡ ከመይ ኣለኻ ደሓን ዲኻ እፈትወካ እኳ እየ ንስኻ እኮ ጅግና ኢኻ ልከ ነብስኻ እስከ ሓንሳብ እስከ ንኣድዋ እስከ መቸም ኣብ ሰዓት እዚ ኩሉ ሰብ ክንእደካ ማለት ኣይኮነን ገለ ሰብ ክንእደካ ገለ ሰብ ዘይክንእደካ ገለ ሰብ ጽቡቕ ብዛዕባኻ ክዛረብ ገለ ሰብ ሕማቕ ክዛረብ እዩ ንስኻ ንባዕልኻ ግን ቀዳምነት ሰሪዕኻ ንነብስኻ እንድሕር ቀዳምነት ዘይሂብካያ እንድሕር ብዛዕባኣ ጽቡቕ ዘይዛሪብካ እንድሕር ዘለካ ነገራት እንድሕር ዘየምስግንካያ ብዝዓየኻዮ ነገራት ብዝመጸኻዮ መገዲ ብዝገበርካዮ ነገራት እንድሕር Thank you ጽቡቕ ጌርካ ኣለኻ ኣጆኻ ማእከለ ጅግና ኢኻ ከምዚ ኢልካ እንድሕር ንነብስኻ ዛሪብካ እንታይ ክትከውን ትኽእል ኢኻ ኣዚኻ ርእስ ተኣማንነትካ እንዳሓየለ ክመጽእ ይኽእል እዩ ማለት እዩ By the way እስከ ክንደይ ሰባት ኣለኹም ሎማዓንቲ ድምጽኹም ቪድዮ ሪከርድ ጌርኩም ክትሰምዕዎ ዘይትኽእሉ ሰባት ክንደይ ሰባት ኣለኹም ርግጸኛ እየ ኢትስ ሶ ሃርድ ድምፅኻ ክትዛረብ ሪከርድ ምስ ገበርካ ካልኣይ ግዜ ክትሰምዖ ዘይትደሊ ሰባት ማእለያ የብልኩም ንስከትዮም ከምኡ ዘለኩም ሰባት ክፀሓፉለይ ኣብ ኮመንት ከምኡ ይኮነና ነርና በሉ ኢትስ ቨሪ ኢዚ ኣነ እውን ከምኡ ነይረ ሓደ ካብ መዓልታት ግን ኣብ መጀመርታ ኢትስ ዊርድ እዩ በቃ ድምፅኻ ክትሰምዖ ከለካ ትፀልኦ መዓት ኢኻ ገፅካ ክትርኢ ከለካ ትፀልኦ መዓት ኢኻ ግን ኦቨር ታይም ርእስቲ ኣማነትካ ቢልድ እናገበርካ ስለትኸይድ ንነብስኻ ከም ዘለቶ ስለትቕበላ ክትዕብዮ ትኽእል ናዕባኻ ዘእናምነትሲ ኣነሲ ሕብረይ ክቕይሮ ኣይክእልን እየ ጸሊም ክገብሮ ኣይክእልን እየ ወይ ኣዝየ ጻዕዳ ክገብሮ ኣይክእልን እየ ቁመተይ ክውስኾ ኣይክእልን እየ ሰው ከም ዘለኒ ክቕበሎ ኣለኒ እቲ ክምልኦ ዘለኒ ነገራት ግን ክገብሮ ኣለኒ ክሰንቕ እየ ዘሎ ክምሃር እየ ዘለኒ ክፈልጥ እየ ዘለኒ ሓበሬታ እየ ክእክብ ዘለኒ ልምምድ እየ ክገብር ዘለኒ ክገብሮ ዘለኒ ነገራት ክገብር ኣለኒ ነቲ ነገር ግን ክቕበሎ ኣለኒ ማለት እዩ ሕጂ ገለ ሰብ ኣብዚ መጽእ እንታይ መብዛሕትኡ ሰብ ንቲኣ ዘላቶ ነብሱ ክቕበላ ስለ ዘይክእል ማለት እዩ ንድሕር ክትቅበላ ዘይክእልካ ከኣ ኩሉ ግዜ ፌክ ድኸነ ናብራ ኢኻ ትነብር ማለትዩ ንድሕር ሓጺር ኮለኻ ነዊሕት ምስል ደሊኻ መዓልታዊ ትገብሮ ነገራት ኩሉ ኣክሽናትካ ናይ ፌክ ይኸውን ማለትዩ ጸሊም ከለኻ ንድሕር ቀይሕ ክትከውን ትፍትን ኣለኻ እንካ እትስ ፌክ እዩ ወላ ሓንቲ ርእስ ተኣማንነት የብልካን ኢንሰኪሪቲ ኢኻ ትኸውን ማለትዩ ስለዚ ርእስ ተኣማንነት ክልወና ሓደ ካብቲ ዝኾል ልምምድ ብዛዕባ ገዛእ ርእስኻ ጽቡቕ ንገዛእ ርእስኻ ምዝራብ ማለትዩ ኮፍ ኢልና ኣብ መስትያት ኬድና ምዝራብ ንገዛእ ርእስና ሽኮሪና ኢኺ እኮ ኣነ እኮ ቆንጆየ እንታይ ወጻኒ ኢልኪ ጓል ተኸንካ ማለት ወዲ እንድሕር ኬንካ you know what ዝመጸኻዮ መገዲ ዝኸድካዮ ከይዲ ዝወጸኻዮ ዝሓለፍካዮ መገዲ እስኻ እኮ ጅግና ኢኻ ኢልካ ንነብስኻ እስከ ጽቡቕ ተዛረባ እስከ ንኣዳ እስከ መልክዕኻ ሕብርኻ ኣተሓስባኻ ኣነባብራኻ ኮታ ኩሉ ነገራትካ ብዛዕባ ገዛእ ርእስኻ ሰባት ክንእዱኻን ሰባት ጽቡቕ ክዛረብልካን ዘይኮኑ ባዕልኻ ኣቐዲምካ ንነብስኻ ተዛረበላ ባዕልኻ እንድሕር ክትዛረበላ ጀሚርካ ድሕሪኡ ድምጽኻ ሪከርድ ገርካዮ ክትፈትዎ ኢኻ ትረስሚ ካብ ድምጽኻ ዝጥዕም ኣብዚ ምድሪ የልቦን ማለት እዩ ግን ኣንፎርቹነትሊ ኣብ መጀመርታ ኢትስ ቨሪ ዊርድ ማለት እዩ ኦኬ ቁፅሪ ሰለስተ ድማ ንፍርሒ ክትስዕሮ እዩ ዘለካ ማለት እዩ ፍርሒ ክትስዕሮ እንድሕር ዘይክኢልካ ፍርሒ ማለት እንታይ ማለት እንተልኩም ንፍርሒ ማለት ነቲ ክትከዶ እትኽእል ነገራት ጌና ብኣግኡ ናይ ተጠንቀቕ መልእኽቲ ዝሰደልካ ስምዒት ማለት እዩ። ዋላ ሓንቲ ቃል የለን። ተጠንቀቕ ከምዚ ከጋጥም ይኽእል እዩ። ሕጂ እቲ ከጋጥም ይኽእል እዩ ብኽልቲኡ ከተትርጉሞ ትኽእል ኢኻ። እንድሕር ኮንሸስ ኴንካ ንቑሕ እንድሕር ኴንካ ኦኬ ከየጋጥም እዝን እዝን ውሳነታት ክወስድ እየ ትብል ኢኻ። እንድሕር ኣንኮንሸስ ሰብ ኴንካ ከኣ ክትሃድም ኢኻ። ስለዚ ብዛዕባ እዚ ቅድመ ኩነት ክዳሎ ክእል ክትብል ኢኻ ማለት እዩ እንድሕር ኣንኮንሽስ ሰብ ኮይንካ ወይ ድማ ዘይንቑሕ ሰብ ኮይንካ ከዓ ክትሃድም ኢኻ ማለት እዩ ሽዑ ኩሉ ዕድላት ከዓ ክሓልፍ ምስኡ ማለት እዩ ስለዚ ፍርሒ ክንፈርሕ ዘይኮና ዘለና ነቲ ነገራት ተረዲእና ክንኣትዎን ክንገብሮን ጥራይ ዘለና ማለት እዩ እቲ እንኮ ንፍርሒ ክትስዕረሉ ትኽእል ከዓ ንፍርሕኻ ክትገጥሞ ምኽኣል ጥራይ እዩ ባይዘወይ ኩሉ ሰብ ኣብ ዓለም ወላ እቲ ጅግና ኮነረል ንብሎ ወላ እቲ ጅግና ንብሎ ተዋጋኣይ ንብሎ ኣብ ኩናት ይፈርሕ እዩ ዘሎ ዘረባ እቲ ሓደ ፈሪሑ እንድሕር ትምልስ እቲ ሓደ ግን ንፍርሑ ተጻዊሩ ይኣቱ ማለት እዩ ፍርሒ ዘይብሉ ሰብ የልቦን ማለት እዩ ቢዝነስ ካይከስር ገለ ካይብል ዘይፈርሕ ሰብ የሎን እቲ ገለ ሰብ ፈሪሑ ንፍርሑ ድሕሪት ይጎቶ እቲ ገለ ሰብ ግን ብዛዕባ ፍርሑ ገለ ነገር ይገብር ማለት ስለዚ ኣብዚኣ ዘላ እታ ፍልልይ እንድሕር ክንፈርሕ ጀሚርና ከኣ እንድሕር ክንፈርሕ ጀሚርና ርእስ ተኣማንነትና ከኣ ክውሕድ እዩ ማለት ስለዚ ኣብ ዝኾነ ቦታ ኣብ ዝኾነ ኣኼባ ከድካ ክዛረብ እንተ ኢሎምኻ ኢድካ ልዕል ኣቢልካ ትዛረብ ምክንያቱ ኣብ ካልኣይ ግዜ ዝሓሽካ ሰብ ኴንካ ስለ ትመጽእ እንተዘይ ኣውጺኻያ ግን ድሕሪኡ ኣብ ካልእ ኣኼባ ከድካ ትዛረብ ኣይትኽእልን ኢኻ ማለት እዩ ርእይቶኻ ከሃብካ ገለ ገለ ሰባት ግዜ ተጋጥመኩም ዶ በቃ ከድካ ርእይቶኻ ክትህብ እናኸኣልካ ከለኻ ብሰንኪ ፍርሒ ርእይቶኻ ከሃብካ ትመጽእ ኣሕ እንታይ ከ ንዘይ ተዛረብኩ ትብል ሽዑ ስለዚ ውጽእ ኢልካ ኢነ ፖዘቲቭ ወይ ከምዚኣ ከምዚኣ ከምዚኣ ኢልካ ትዛረብ ትረስት ሚ ኣብ ካልኣይ ግዜ ክትወጽእ ከለኻ ዝሓሽካ ሰብ ኴንካ ክትወጽእ ኢኻ ማለት እዩ። እቲ ብውሽጢ ዝመጸና ፍርሒ ኣይትኽእሎን ኢኻ ከምዚ ኢኻ እኮ ከምዚ ኢኻ እኮ ዝብሉ shut up በሎ ሓንሳብ እንታይ ዘፍርሓኒ ሰብ ዶ ካራ ክእትወለይ ክሳረይ ሰብ ዶ ክሓንቀኒ እዩ ሰብ ዶ ቀትለኒ ኢልካ እንታይ ውሳነ ምውሳን ማለት እዩ ቁፅሪ ኣርባዕተ ድማ እዚኣ እዚኣ ኣገዳሲት እያ ኣዝያ እዚኣ ኣገዳሲት እያ ካብ ምቹእ ቦታኻ ምውፃእ ሰባት ምቹእ ቦታ ክፍትዉ ማለት እዮም። ምቹእ ቦታ ኣዝዩ ይሰማምዓና። ደቂ ሰባት ቀልጢፍና ንሓደ ነገር ሓድሽ ነገር ኣይንፍትን ኢና፣ ንፈርሕ ኢና። ስለዚ ሎማዓንቲ ኣብ ምቹእ ቦታ እንድሕር ኣለኻ ኮንካ ውፃእ። ምቹእ ቦታ ዝበሃል እንታይ እንተልኩምኒ ምቹእ ቦታ ንኣብነት እንድሕር 200 ዶላር ንወርሒ ትሰርሕ ኣለኻ ኮንካ ኣብ ከባቢኻ 200 ዝሰርሕ ዘይሰርሕ ሰብ እንተሎ ኮይኑ እስኻ ምቹእ ኢኻ በቃ ኮፍ ኢኻ ትብል በቃ ፅቡቅ ኣለኹ ትብል ማለት እዩ። ሽዑ ሓድሽ ነገር ፈትን ክትበሃል ከለኻ ወይ ከምዝላ ዕድላት እንድሕር ተባሂልካ እንታይ ትኸውን? ትፈርሕ። በቃ ተማጣላዕ መመኽነይታታት ተምጽእ ማለት እዩ። ስለዚ ካብ ምቹእ ቦታኻ ካይወጻኻ ህይወት ክሳብ መወዳእታ እንታይ እያ ምቹእ ቦታ ድበሃል የብላን። በቃ ብዝተኻእለካ ምቹእ ክትነብር ተደሊኻ ኣብ ዘይምቹእ ቦታ ንበር። ዘይምቹኣካ ነገር ግበር። ዘይምችኣካ ክብል ከለኹ ምስቲ ናትካ ፕሪንስፕል፣ ምስቲ ናትካ ዕላማታት፣ ምስቲ ናትካ ራእይታት ዝጓነጸ፣ ዝባእ፣ ዘባእስ ወይ ድማ ምስ ሃይማኖትካ ዘባእስ ነገር ኣይኮንኩን ዝብል ዘለኹ። What I'm saying ግን እንድሕር ንስኻ ኣንባቢ ዘይኮንካ ምስ ኣንበብቲ ሰባት ኪድ። ስለምንታይ እዚኦም ዘንብቡ ሰባት ብዛዕባ ንባብ ክዛረቡ ከለዉ ብዛዕባ መጽሓፍቲ፣ ብዛዕባ ዓለም፣ ብዛዕባ ህይወት፣ ብዛዕባ ገለ ርድኢቶም ኣሰፊሕ ገይሮም ክገልጹ ክትርኢ ከለኻ ኣበይ ደኣ ኣለኹ እኒ እንታይ ይገብር ኣለኹ ትብል ኢኻ። እንድሕር። ዘይኮነ ግን እስኻ ዘይተንብብ ኮይንካ እንድሕር ናብቲኦም ዘየንብቡ ሰባት እንድሕር ትኸይድ ኮይንካ ብዛዕባ ዜና ብዛዕባ ገለመለ ግዜኻ ተሕልፍ ኢኻ so ምቾት ክትኮነካ እዩ ማለት እዩ ሓደ ሓደ ግዜ ተስተውዕል ዶ ካብ ምንታይ ጅምር መሲልኩም ካብ ኮምፎርት ዞን ክትወፅ እንተደሊኻ ኣዳማይ ትገብሮ ነገር ክነገርኩም እዩ ካብ ስራሕ ንገዛ ትኸደሉ ፅርግያ ድሕር ሓደ ኮይኑ ብሓደ መዓልቲ ትኸይድ ብሓደ መገዲ ኣይትኸይድ ብዝተኻእለ ካልኦ መዓልቲ ቀይሮ ደስ ኣይብለካ ይገርምኩም ግን ቀይሮ ብካሊእ መገዲ ኸይድ ኢቭን ትኣትወሉ ዝነበርካ ካንሸሎ ገዛኻ ትኣቱ ከለኻ ድሕሪ መጀመርታ ጫማኻ ተውጽእ ነርካ ኮንካ ዱ ሳምቲንግ ዲፍረንት ገለ ነገር ካልእ ፍልይ ዝበለ ነገር ግበር ምክንያቱ እቲ ኦረዲ ዝለመድካዮ ኣዳብት ስለ ዝገበርካዮ ክትወጽእ ይኸብደካ እዩ ንኣብነት ንጎ ተሲእኻ ድሕሪ ዓራት ዘይተንጽፍ ነርካ ሎማዓንቲ ዓራት ምንጻፍ ጀምሮ ዓራት ኣንጺፍካ ገለመለ ከሓሓልካ ገለመለ ውጻእ ንኣብነት እንድሕር ጠቕላላ ንጎ ንጎ ኣብ ሓንቲ ሱፐር ትኸይድ እንድሕር ኴንካ ኴንካ ኣብ ኣስቤዛ ትገዝኣሉ ሓንቲ እንድሕር ኮይና ግደፎ እዚ ገዛ እዚ ካሊእ ኪድ እንድሕር ኣስቤዛ ንጉ ምሸት ጥራይ ተምጽእ ነርካ ናይ ንጎ ምምጻእ ጀምር እንታይ እዚ መሲልኩም ነቲ ምቹእ ዝለመድካዮ ኣፍርሶ ኣፍርሶ ቀይሮ ካብኡ ዝሓሸ ነገር መታን ክትረክብ ማለት እዩ ስለዚ ብከምዚ ዓይነት ሃቢት እንድሕር ቢልድ ጌርካ ወይ ድማ ልምድታት እንድሕር ኣጥሪኻ ዳሕራይ ነቲ ዘለኻዮ ኮንፎርት ዞን ክትገድፎ ኣይትጽገምን ኢኻ ማለት ተዘይከይኑ ግን ኮንፎርት በጥ ትብል ሽዑ እንታይ ኢኻ ትገብር መሲልካ ደይትመሃር ተይለሙኻ መማህነታ ተምጽእ ክላ እዚ ዓዲ እኮ ከምዚ ኣብዚ ዓዲ ከመይ ጌርካ ትመሃር ናብራ ኣሎ እኮ ከምዚ ኣሎ እኮ ከምዚ ኣሎ እኮ ህዝብና ኣይሕግዘካን እዩ ከምዚ ኤርትራዊ ሓበሻ ገለመለ ገለገለገለ እኩል እቲ ናይ ሰነፋት ዘረባ ትዛረቦም ማለት እዩ ስለዚ ካብኡ ክትወጽእ እንድሕር ኮንካ ውጻእ ኦኬ ስለዚ ነምበር ፋይቭ ድማ ሰራውንድ ዩር ሰልፍ ዊዝ ፖዚቲቭ ፒፕል እዚኣ ኣዝያ ኣገዳሲት እያ እንታይ ዝበሃል ዘረባ ልምስልካ ሓሙሽተ ኣውስታ ታክስታት መሓዙት ንድሕር ኣለውካ ሓደ መዓልቲ ሻድሻዮም ከም ትኸውን ርግፀኛ እዮም ኣትዩ ሓሙሽተ ለባማት ሰባት ንድሕር ኣለዉ ጥራኻ ንዓመታ ድዩ ወይ ድሕር ክልተ ዓመት ድዩ ወይ ድሕር ግዜ ለባም ክትከውን ተኽእሉ ዘለካ ተኽእሎ ኣዝዩ ብዙሕ እዩ ሓሙሽተ ሰኽራማት የዕሩኽ እንተለውካ ሓደ መዓልቲ ሰኽራም ክትከውን ዘሎ ተኽእሎ ብዙሕ እዩ ሓሙሽተ ኣዝዮም በላሕቲ ናይ ቤተክርስትያናት ሰባት ንድሕር ኣለውሃይኖም ካብኦም ሻድሻዮም ክትከውን ዘለ ተኽእሎ ኣዝዩ ብዙሕ ማለት እዩ ሶ ብኻሊእ ኣዘራርባ እንታይ እዩ ኢንቫይሮንመንት ኢዝ ቨሪ ቨሪ ኢምፖርታንት ኢንፋክት ቅድሚ ዕላማኻ ኢንቫይሮንመንት እንትሕር ሰሪዕኻ እቲ ዝበለፀ ነገር ማለት እዩ ምክንያቱ ኢንቫይሮንመንት ንኣብነት ለትሰይ ንስኻትዮም ትደልዮም ዘለኻ ንኣብነት ስኻሲ ብቢዝነስ ዕዉት ክትከውን ትደሊ ኣለኻ ንኣብነት ለትሰይ ስኽሲ እንዳ ሜክኣፕ ክህልወኪ ደሊ ኣሎ እንዳ ሜክኣፕ ክህልወኪ እናደለኻ ከለኻ ወይ ሓደ ዱካን ክተውፅእ እናመደብካ ከለኻ እንድሕር ጠቕላላ ምስ ዱካን ንዘይፈልጥ ሰብ እንድሕር ተውዕላለኻ ኮንካ እንታይ ክትከውን ኢኻ ኣዚኻ ትሽገር ኢኻ ዋት ኢፍ ምስ ዱካን ምስ ናይ ቢዝነስ ምስ ካልእ ነገራት ዝተሓሓዝ ሰብ ዝፈልጥ እንድሕር ተረኺብካ ከ ኣፍኮርስ ሓበሬታ ክትለዋወጥ ኢኻ ማለት እዩ ስለዚ ካብቲ ዘለኻዮ ቦታ ካብ ዘውድቑኻ ንድሕሪት ካብ ድሕሪት ዝጎቱኻ ሰባት ተኣሊኻ ውፃእ

ንኹሉ ሰብ ክትሕጉስ ተደሊኻ እቲ ዝቐለለ ነገር ክትገብሮ ዘለካ እንታይ እዩ? ኣይስክሪም ምሻጥ እዩ። ምኽንያቱ ኣይስክሪም ሸጥካ ጥራይ ኢኻ ኩሉ ሰብ ክሕጎሰልካ ዝኽእል። ኣዘርዋይስ ዝገበርካ እንተገበርካ ገለ ሰባት ክሕጎሱ እዮም ገለ ሰባት ክሓርቁ እዮም። እዚ ተራ ነገር ወይ ድማ ቅቡል ነገር ባህርያዊ ነገር እዩ ማለት እዩ። ስለዚ ነዚ ክንቅይሮ ኣይንኽእልና። ስለዚ እሱ ሰለዝኾነ ካብ ሎምዓንቲ ተበጊስና ርእስ ተኣማንነትና እንድሕር ቢልድ ጌርና እቲ ንሕና ንደልዮ ነገራት ክንዛረብ ኢና። እቲ ክንኮኖ ንደሊ ብዘይ ዝኾነ ስክፍታ፣ ብዘይ ዝኾነ ፍርሓት፣ ብዘይ ዝኾነ ድሕርሕር ምባል ድሌትናን ሓሳብናን ኣብ ሰዓቱን ኣብ ጊዚኡን ክነቕርብ ንኽእልና ማለት እዩ። እንተዘይከይኑ ግን ኩሉ ጊዜ ንድሕሪት እናተጎተትና፣ ክንብሎ እናሓሰብና ዘይምባልና፣ ክንዛረቦ ዝገበርና ዘይምዝራብና፣ ምስ ስድራቤትና ምስ ደቅና ኣብ ትምህርቲ ከይድና ክንሕግዞም ዝግበኣና ዘይንሓገዝና፣ ኮታ ኣብ ኩሉ መዳይ ህይወትና ንድሕሪት ክጎትተና እዩ ማለት። ከምዝበልኩኹም ርእሰ ተኣማንነት ምህላው ማለት ዳርጋ ልዕሊ ፍርቂ ናይ ዓወት ስንቂ ምህላው ማለት እዩ ማለት እዩ ስለዚ ርእስ ተኣማንነት ከም ዘልኩም ዶን ፈርጌዳት ኣይትረስዕዋ ርእስ ተኣማንነትካ ኩሉ ግዜ እንታይ እዩ ዝፍጠር ደኣ እምበር ምሳኻ ዝፍጠር ኣይኮነን ዝስራሕ ደኣ እምበር ሶሪ ምሳኻ ዝፍጠር ነገር ኣይኮነን ማለት እዩ እስኻ ትሰርሖ ትኽእል ነገር እዩ ማለት እዩ ብልምምድ ንኣብነት ዘን ሓሙሽተ ይበኩም ዘለኹ ርግፀኛ እየ ንብዙሓት ሰባት ንዓይ ብሂወተይ ብዙሕ ነገር ሓጊዘናን እየን ማለት እዩ ንዓኹም እውን ብዙሕ ነገር ከም ዝሕግዛኹም ርግፀኛ እየ ስለዚ እዚኣ ቪድዮ እንድሕር ጠቂማትኩም ላይክ በልዋ ከምኡ ሳብስክራይብ ግበሩ ናብ ካልኦት ሰባት ክበጽሕ ውን እንታይ ግበርዎ ሸር ግበርዎም ሓደ ሓደ ግዜ እዚ ፖዘቲቭ ነገራት እንድሕር ሸር ጌርካዮ ናብ ካልኦት ሰባት ሰባት እንታይ ክኾኑ ይኽእሉ እዮም ኣጋጣሚ የዕሩኽትኻ ክኾኑ ይኽእሉ እዮም ዋው ቴንክ ዩ ከምዚ ገነገርካኒ ቴንክ ዩ እዚኣ ቪድዮ ጠቒማኒ ክብለኩም ይኽእል ማለት እዩ ምናልባት ንዓኻ እንድሕር ሙሉእ ሙሉእ ኩሉ ዘይጠቒምካ ንካልኦት ሰባት ክጠቕሞም ስለ ዝኽእል ፕሊስ ፕሊስ ናብ ኩሎም ሰባት ክባዛሕ ሸር ግበርዎ ማለት እዩ ምሳኹም ጸናሕኹ ሓውኹም ማእከለየ ስለቲ ኩሉ ግዜ ትገብሩለይ ደገፍን ምትብባዕን ከኣ እንዳመስገንኩ እየ ሰላም መዓልቲ ሰላም